ሰላም ከመይ ቐኒኹም ክቡራት ተኸታተልትና ኣብታ ዝሓለፈት ቪድዮ ናይ ሓደ ሚእታዊ ምምሕያሽ ዘለዎ ዝገርም ሓይሊ ርኢና ኔርና ሎሚ ድማ ብዛዓባ መንነት ወይ ድማ ኣይደንቲቲ ክንርኢ ኢና መጀመርያ ግን ሓደ ዝዓሞቐ ሕቶ ክሓተኩም ስለምንታይ እዩ ልምዲ ምቕያር ዝኸብደና መብዛሕትና ሓዱሽ ልምዲ ንጅምር እሞ ድሕሪ ሰሙን ንሓድጎ። ስለምንታይ? ምኽንያቱ ንሕና ውጽኢት ጥራይ ክንቕይር ስለ ንፈትን እዩ። ጀምስ ክሊር ኣብዛ ካልኣይቲ ምዕራፍ ሓደ ዓቢ ምስጢር ይነግረና። ልምዲ ምቕያር ማለት ተግባር ምቕያር ዘይኮነስ መንነት ምቕያር እዩ ይብለና። ኣብዛ ቪድዮ እዚኣ ነቶም ሰለስተ ደርብታት ለውጢ ክንርእዮም ኢና። ስለምንታይ ሽጋራ ክሓድግ እየ? ካብ ምባል ኣነ ሽጋራ ዘይሰቲ ሰብ እየ ምባል ዝሓሸ ሓይሊ ከም ዘለዎ ክንርዳእ ኢና። እዛ ምዕራፍ እዚኣ ነታ ብዛዕባ ርእስኻ ዘለካ ኣረኣእያ ክትቕይሮ እያ። እቲ ዓቢ ሕቶ ስለምንታይ ኢና ሓድሽ ዓመት ክመጽእ ከሎ ወይ ሰኑይ ክጅመር ከሎ ለውጢ ክገብር እየ ኢልና ተላዒልና ድሕሪ ሰሙን ግን ተመሊስና ናብቲ ዝነበርናዮ ድሕረት ንምለስ? ጸገምና ድሌት ምሳኣን ድዩ ወይስ ሽቶና ጌጋ ስለዝኾነ እዩ? እቲ ምስጢር ጀምስ ክሊር ዝብሎ ጸገምካ ሽቶኻ ኣይኮነን ይብለና። ጸገምካ እቲ ብዛዕባ ርእስኻ ዘለካ መንነት ወይኻዓ Identity እዩ ይብለና። ሓደ ሰብ ካብ ጽባሕ ጀሚረ ክጽሊ እየ ወይ ስፖርት ክሰርሕ እየ ይብል፣ ግን ልቡ ገና ኣነ ሃካይ እየ ወይ ኣነ ክቕየር ኣይኽእልን ዝብል መንነት ሒዙ እዩ ዘሎ። እቲ ሃካይ መንነት ነቲ ጸሎት ዝብል ሓድሽ ልምዲ ክሰምዕ ከሎ ከም ጓና ነገር እዩ ዝነጽጎ። ልምዲ ምቕያር ማለት ተግባር ምቕያር ዘይኮነስ መንነት ምቕያር ማለት እዩ። ልክዕ ከም ሓደ ዓቢ ኮት ኣብ ልዕሊ ሓደ ንእሽቶ ቆልዓ ክተልብሶ ከም ምፍታን ማለት እዩ። ሎሚ ከመይ ጌርና ነቲ ውሽጣዊ መንነትና ብምቕያር ልምድታትና ብቐሊሉ ከም ዝስዕቡና ንገብር ክንርኢ ኢና፣ ሓቢርኩምና ጽንሑ። ጀምስ ክሊር ለውጢ ሰለስተ ደርብታት ወይ ኸዓ ሌየራት ኣለዉ ይብለና። ናይ መጀመርያ ሌየር ውጽኢት ወይ ድማ ኣውትካም ክኸውን ከሎ ዋት ወይ ኸዓ እንታይ ክትረክብ ትደሊ ንዝብል ዝምልስ እዩ። ንኣብነት ሚዛን ምቕናስ፣ ገንዘብ ምእካብ፣ ምጽሓፍ፣ ጽሒፍኻ ምውዳእ ዝመሳሰሉ ሕቶታት ዝሓዘ ኮይኑ እዚ ድማ ላዕለዋይ ቅርበት ወይ ከዓ ላዕለዋይ ሌየር ተባሂሉ ይፅዋዕ። እቲ ካልኣይ ሌየር ድማ መስርሕ ወይ ድማ ፕሮሰስ እዩ። እዚ ድማ ሃው ወይ ከዓ ከመይ ጌርካ ትገብሮ ንዝብል ሕቶ መልሲ ዝህብ እዩ። ንኣብነት መዓልታዊ ጅም ምኻድ፣ ቆጣቢ ምዃን፣ መዓልታዊ ሓንቲ ገጽ ምጽሓፍ። እቲ ሳልሳይ ሌየር ድማ መንነት ወይ ድማ ኣይደንቲቲ እዩ። እዚ ድማ ሁ ዩ ኣር ወይ ከዓ ንስኻ መን ኢኻ ዝብል ሕቶ ዝምልስ እዩ። ንኣብነት ኣነ ጥዑይ ሰብ እየ፣ ኣነ ቆጣቢ እየ፣ ኣነ ደላይ ስራሕ እየ ዝብሉ ኣተሓሳስባታት ዝሓዘ እዩ። እቲ ዓብይ ጌጋ ግን መብዛሕቲእና ለውጢ ካብ ውፅኢት ተበጊስና ናብ ውሽጥና ክንኣቱ ኢና ንፅዕር። ማለት እውን ኣውትካም ቤዝድ ሃቢትስ ክነምፅእ ንፍትን። እቲ ምስጢር ግን ካብ መንነት ተበጊስካ ናብ ውፅኢት ምውፃእ እዩ ወይ ከዓ ኣይደንቲቲ ቤዝድ ሃቢትስ እዩ። ሓደ ሰብ ውፅኢት ተኮር ሰብ እንተኮይኑ እንግሊዝኛ ክመሃር ኣለኒ ይብል። እዚ ማለት ምንባብ ከም ሸኽሚ ወይ ዕዮ ገዛ እዩ ዝርእይ ዘሎ። መንነት ተኮር ሰብ ግን ኣነ ተመራማሪ ወይ ኸዓ ኣንባቢ ወይ ኸዓ ኣነ ሬደር እየ ይብል። ተመራማሪ ድማ ኩሉ ግዜ ሓዱሽ ነገር ክፍትሽ ባህርያዊ እዩ። ምንባብ ንዕኡ ሸኽሚ ዘይኮነስ ናይ መንነቱ መግለፂ እዩ ዝኸውን። ብኻሊእ ኣብነት ድማ ሓደ ሰብ ዕስራ ኪሎ ክቕንስ ይደሊ። ድሕሪ ዝተወሰነ ሰዓት ድማ እቲ ዝደለዮ ዕስራ ኪሎ ይቕንስ እሞ ኮይኑ ግን ናይ ሓደ ግዜ ሽቶ ጥራይ ስለዝሓዘ ድሕሪ ሰለስተ ወርሒ ተመሊሱ ክብደቱ ይውስኽ። ስለምንታይ ኢልና ምስ ንሓትት ምኽንያቱ መንነቱ ገና ፈታዊ ምግቢ እዩ ዘሎ ወይ ከዓ ፉድ ለቨር ስለ ዝኾነ ስለዚ እቲ ዝሓሸ ኣነ ፅፉፍ ስፖርተኛ ወይ ከዓ ኣትሌት እየ በል ስፖርተኛ ሰብ ድማ ሰላጣ ክበልዕ ከሎ ኣይፅገምን ምኽንያቱ ስፖርተኛ ስለ ዝኾነ ብተመሳሳሊ እውን ብዙሕ ገንዘብ ክረክብ ኣለኒ ካብ ምባል ኣነ ንፉዕ ፈጣሪ ስራሕ እየ ዝብል መንነት እንተሃሊካ ንዓኻ እቲ ንጉህ ተሲእኻ ንምስራሕ ባህርያዊ እዩ ዝኸውን ጀምስ ክሊር እንትቕፅል ልምዲ ከም ድምፂ እዮም ይብለና ነብሲ ወከፍ እትገብሮ ተግባር ንመንነትካ እትህቦ ድምጺ ወይ ኻዓ ቮት እዩ ይብለና። ኣብ ምርጫ ሚእቲ ሚእታዊ ክትዕወት ኣይድልየካን እዩ። መብዛሕቲኡ ድምጺ ወይ ኻዓ ሜጆሪቲ እንተረኺብኻ ትዕወት ኢኻ። ኮይኑ ግን ሎሚ ስፖርት እንተዘይሰሪሕኻ ሃካይ እትብል ሓንቲ ድምጺ ንመንነትካ ሂብኻ ኣለኻ ማለት እዩ። እዚ ማለት ግን ተሳዒርካ ማለት ኣይኮነን። ጽባሕ ተመሊስኻ ሓሙሽተ ደቂቅ ብምስራሕ ነቲ ትጉህ መንነት ክልተ ድምጺ ክትህቦ ትኽእል። ስለዚ ፍጹም ወይ ኸዓ ፐርፌክት ክትኸውን ኣይትጽዓር። ብዓቢኡ ግን እቲ ሚዛን ናብ ሓድሽ መንነትኻ ክዛዙ ጥራይ ግበር። ኣብ መወዳእታ እዛ ምዕራፍ ጂምስ ክሊር ሓደ ሰብ ኣብ ህይወቱ ለውጢ ከምጽእ እንድሕር ደኣ ደልዩ ክልተ ስጉምትታት ክወስድ ኣለዎ ይብለና። ቀዳማይ መን ክትኸውን ከም እትደሊ ወስን ወይ ኸዓ ዲሳይድ ሁ ዩ ኣር። እዚ ማለት ድማ እንታይ ክትረክብ ከም እትደሊ ዘይኮነስ፣ እንታይ ዓይነት ሰብ ክትከውን ከም እትደሊ ወስን ማለት እዩ። ንኣብነት ኣነ ርህሩህ ኣቦ ክኸውን እየ፣ ኣነ ንፉዕ መሃንድስ ክኸውን እየ፣ ኣነ ስፖርተኛ እየ፣ ኣነ ተወሳኢ እየ፣ ኣነ ኢንተርፕርነር እየ ኢልካ ከም ምውሳን ማለት እዩ። ብኻልኣይ ብርኪ ድማ ንኣሽቱ ዓወታት ወይ ድማ ስሞል ዊንስ ንርእስኻ መስክረላ ይብለና። ሎሚ ሓንቲ መስመር እንተጽሒፍካ ንርእስኻ ኣነ ጸሓፊ እየ ዝብል መርትዖ ሂብካ ኣለኻ ማለት እዩ። ብተመሳሳሊ ድማ ሓሙሽተ ደቂቕ ምንቅስቓስ ምስ ትገብር ድማ ኣነ ስፖርተኛ እየ ንዝብል ዓብዪ ዝበሃል መርትዖ ሂብካ ኣለኻ ማለት እዩ። ስለዚ ክቡራት ተኸታተልትና እዛ ቪድዮ እዚኣ ንኣተሓሳስባኹም ክትቕይሮ ተስፋ እገብር። ልምዲ ምቕያር ማለት ካልእ ሰብ ምዃን ማለት ኣይኮነን። የግዳስ ነቲ ብሓቂ ክትኾኖ ትደሊ ዝበለጸ ስሪትካ ወይ ከዓ ቤስት ቨርጅን ኦፍ ዩርሰልፍ ምፍጣር ማለት እዩ። ነብሲ ወከፍ ንእሽተይ ስጉምቲ ንመነትካ እትህቦ ድምጺ እዩ። እዛ ቪድዮ ጠቒማትኩም እንተኾይና ሰብስክራይብ፣ ላይክ፣ ሼር ምግባር ኣይትረስዑ። ኣብ ኮመንት ድማ ሎሚ ንመነትካ እንታይ ዓይነት ድምጺ ከም ዝሃብካላ ጸሓፈለይ። ክሳብ ኣብ ቐጻሊ ቪድዮ ንራኸብ ድማ ሰላም።